ሰላም ሰላም የሕዋት ሎሚ መቐጸልታ ናይቲ መባእታዊ ናይ ኮምፒተር ኮርስ ሓቢርና ክንመሃር ኢና ንሎሚ ሓሙሽተ ካብተን ኣገደስቲ ኣካላት ናይ ኮምፒተር ኢለ ዝመረጽኩወን ብሓንሳብ ክንመሃር ኢና ማዘር ቦርድ ማዘር ቦርድ ከምዚ ትርእይዎ ዘለኹም ብዙሓት ንኣሽቱ ኣካላት ናይታ ኮምፒተር ተሓቁፍ። ኣብዚ ንምሳሌ እዚኣ ንሪኣ ዘለና እዚኣ እታ ሲፒዩ ወይ እታ ሓንጎል ናይታ ኮምፒተር ንብላ ኢና። ኣብዚ ድማ ዓበይቲ ስሎትስ ንርኢ ኣለና። እዚ ስሎትስ እዚ እቲ ራም ዝኣትወሉ ስሎት ይበሃል። ኣብዚ ማእከል ከዓ ከምዝርኢ ዘለና እዚኣ ባትሪ እያ። እዚ ባትሪ እዚ ንምሳሌ እቲ ሰዓት ኣላ ኣብታ ኮምፒተርና ንሪኦ ሰዓት ዓሰርተ ሓደ ናይ ንግሆ እዛ ኮምፒተር ወሊዕናያ ነርና እንድሕሪ ኣጥፊእናያ ሰዓት ምስ ሰራሕና ኣላ ተመሊስና ድማ ሰዓት ሰለስተ ናይ ምሸት እንድሕሪ ወሊዕናያ ኣበናይ ሰዓት ከም ዘላ ትፈልጥ እያ ኮምፒተርና ባትሪ ስለ ትጥቀም ሲፒዩ እታ ሓንጎል ናይታ ኮምፒተር እያ ኢልና ኣብ ዝሓለፈ ክፋል ሲፒዩ ዝኾነ ግዜ ዝኾነ ኢንፎርሜሽን ዝኾነ ካባና ሓበሬታ ምስታ ኮምፒተር ክንዘራረብ ከለና ዘእተናዮ ሲፒዩ ተቐቢላ ንዕኡ መዝሚዛ እንታይ ዓይነት መልሲ ከም ትህበና ባዕላ ወሲና መልሲ ትህበና እቲ መልሲ ከም ብወረቐት ክኸውን ይኽእል ኣብ ፕሪንተር ዝወፅእ ወይ ድማ ኣብ እቲ ናህና ሞኒተር ትዝርግሖ ከም ስእሊ ክኸውን ይኽእል ራም ንሓፂር እዋን ኣብ ሲፒዩ ትጥቀመሉ መቐመጢ ሓበሬታ እዩ። እታ ሲፒዩ ወይ እታ ሓንጎል ናይዛ ኮምፒተርና ክትሰርሕ ከላ ክሳብ ትውድእ ከም መፅዓኒ ሓበሬታ የገልግል። እታ ኮምፒተርና ግን እንተጠፊኣ ብምሉኡ እቲ ኣብ ራም ዝፀንሐ ብምሉኡ ይጠፍእ። ሃርድ ዲስክ ንነዊሕ እዋን ከነቕምጦ ንደሊ ሓበሬታ ይሓቁፍ። ንምሳሌ ስእሊ ኣብ ኮምፒተርና ክንፅዕን እንድሕር ደሊና ኣብ ሃርድ ዲስክ ድራይቭ ኢና ንፅዕኖ። ስለዚ እቲ ፍልልይ ናይ ራምን ሃርድ ዲስክን ራም ንሓፂር እዋን እታ ሲፒዩ ትጥቀመሉ ሓበሬታ ይሓቁፍ። ሃርድ ዲስክ ግን ንነዊሕ እዋን እታ ኮምፒተርና ምስ ጠፍአት ተመሊስና ምስ ወላዕናዮ ክጸንሕ ንደልዮ ሓበሬታ ኣብ ሃርድ ዲስክ ንሓው ንጽዕኖ። ፓወር ኬብልን ፓወር ሳፕላይን ኮምፒተርና ብኤሌክትሪክ እያ ትሰርሕ። ስለዚ ነተን ኩለን ተን ንኣሽቱ ኣካላት ናይዛ ኮምፒተር ዝበልናየን ንኽሰርሓ ባትሪ የድልየን። እቲ ባትሪ ከም ኤሌክትሪክ ኮይኑ ኣብዚ ፓወር ሳፕላይ ይመሓላለፍ። እዚ ፓወር ሳፕላይ እዚ ድማ ንኹሉ ናተን ካልኦት ንኣሽቱ ኣካላት ነቲ ኤሌክትሪክ ይዝርግሖ። እዚ ሎሚ ተመሃርናዮ መሃርን ጠቓምን ክኸውን ተስፋ እገብር። ላይክ፣ ሳብስክራይብ፣ ሼር ክትገብሩ ድማ ይላበወኩም።